ሰላም ኣና ሎም መደብና ካብ ንሪኦ ትገድራ ኢኹም ኢልኒ ትገድራ ኢኹም ኣረሲዐ እዎ ትገድራ ህ እንታይ ሊንክ ተበልኩስ ንብረት ከምዚ ናይ ደቂ ኣንስትዮ ናይ ኤርትራውያን ናይ ተጋሩ ናይ ገለ ኢሎምሲ ኣፍቀርተን ገለ ዝሓዙለንሲ ንወድረዛ ንሸጦ ሕጂ ንጉጅለ ዓሰርተ ሓሙሽተ ክትርስዕዎም ኢኹም ትፅዕሩ ዘለኹም ፈፂምና ኣይክንርስዖምን ኢና ዜጋታትና ኣይክንርስዕን ኢና ሰብ ክእሰር ከሎ ስቕ ስለ ዝበልና ኢና ኣብዚ በፂሕና ንመን ትፈትዊ ንዓኻ ሓቂ ኸዲኺ ስጋኻ እስከ መሓሊ ስጋኻ ታየእተወኪ ትምሕሊ ከምኡ እውን እዚኦም ጥራይ ኣይኮኑን
ካብ ክልተ ሰብኣይ ክትበልዕ ፀኒሓ ሰልዲ ካብ ደገ ዘለዉ ካብ ደገ ዘለዉ ረእሞ ረእሞ ትጉድና

እዚኦምን ከምኡውን እዚኦም እውን ኣብዚ መደብ እዚ ብሓደ ክንርኢና ሰናይ ምክትታል ሰላም ሰላም ናዚ ፍቕሪ ዝኾነ ዩቱብ ቻናል ተኸታተልቲ ሎማዓንቲ እውን ብጣዕሚ ደስ ዝብሉን ዘዘናግዑን ቪድዮታት ሒዘ ተመሊሰ መፅአ ከችለን ኢኹ ካባኹም ፅበ ላይክ ምግባር እዩ ላይክ ግበሩ ክፅበየኩም እየ ላይክ ግበሩ ደቂ ዓበይቲ ላይክ ልገርኩም ድማ ሰብስክራይብ ምግባርኩም ኣረጋግፁ ከዚ ናብዘ ዘዘጋጀኹም ቪድዮ ኣይትንፈር።
እስከ ተመስገን ንበሎ ንኣምላኽና ብሰላም ይሕዲርካ ብሰላም ዘተሰእኻና። ክንደይ ኣለዉ እኮ ኣብዛ ለይቲ እዚኣ ክቕንዘዉ ዝሓደሩ፣ ክንደይ ኣለዉ ኣብዚኣ ለይቲ እዚኣ ደቂሶም ዘይተመልሱ፣ ክንደይ እውን ኣለዉ ኣብዛ ለይቲ እዚኣ ፈቖዶ በረኻታትን ስንጭሮታትን ቁርን ንፋስን ክህረሙ ዝሓደሩ ተመስገንካ ኣምላኸይ ንበሎም ብሰላም ኣተሲእኻ ብሰላም ኣርፊድካ ብሰላም ኣውዕለና ኩሉ ኣብ ንጓዓዞ ዝበለ ሓልወና ብሰላም ወፊርና ክንምለስ ደግፈና ኩሉ ንደልዮን እንምንዮን

ኣባይ ግድብ የመርቑ ኣለዉ ማለት እዩ። ዓቢ ስነስርዓት ናይ መመረቕታ እዩ ዝካየድ ዘሎ። ካብ ዝተፈላለዩ ሃገራት መራሕቲ እውን ተረኺቦም ኣለዉ። ብዘይካ ኢሳያስ ኣፈወርቂ ካልኦት ጎረባብቲ ግን መብዛሕቲኦም ኣብኡ ተረኺቦም ኣለዉ። እዚ ኣብ ዘመነ ናይ መለስ ዜናዊ እንከሎ ዝጀመረ ድሕሪ ክንደይ ዓመታት እዩ ከምዚ ኢሉ ወዲኡ ዘሎ ንብዙሓት ኢትዮጵያውያን ድማ ተስፋ ዝህብ እዩ። ክምስታት ክንርኢ እንከለና ድማ ከም ጎረቤት ሃገር እንቋዕ ሓጎሰኩም ምባል ኣቃሊልኩም ኣይትርኣይዎ። ብፍላይ ኣብዚ ግዜ ብዙሓት ኤርትራውያን ኢኹም ኣብ ኣዲስ ኣበባ ትነብሩ ዘለኹም። ምስቲ ዘሎ ህልው ኩነታት ናይ ፖለቲካ ግፋ ወዲ ግፋ ገለታት ዝመጽእ ነገራት ድማ ንኸምዚ ዓይነት ነገር ምስ ፖለቲካ ዲኹም ከተተሓሕዝዎ ዘለኩም? ከም ሰናይ ነገር ሪኢኹም እንቋዕ ሓጎሰኩም ኢኹም ክትብሉ ዘለኩም። ጽባሕ ንግሆ እንተድኣ ንፉዓት መራሕቲ ተፈጢሮም ኣብዚ መዋእሉ ምሉእ ኩናት ዘሎ ቀርኒ ኣፍሪቃ እዚ ጸጋ እዚ ኢትዮጵያ ጥራይ ዘይኮነት ትጥቀመሉ ንሕና ውን ክንጥቀመሉ ኢና። ብዓቢኡ ድማ ሓድሽ ዓመት ስለ ንመጽእ ዘለና እዚ ሓድሽ ዓመት እዚ ኣብዚ ከባቢ እዚ ሰላም ዘስፍን ኩናት ዘጥፍእ ይግበረልና። ሕጂ ውን ክደግሞ ንፉዓት መራሕቲ ስለ ዘይተረኸቡ እምበር እቲ ኣብ ኤርትራ ዘሎ ጸጋ ኢትዮጵያውያን ምተጠቀምሉ እቲ ኣብ ኢትዮጵያ ዘሎ ጸጋ ድማ ኤርትራውያን ምተጠቀምናሉ ኔርና ነንሓድሕድና ተሓጋጊዝና ድማ ኣብ ዝለዓለ ደረጃ ምበጽሕና ኔርና ጎረባብቲ ኮይንና ግን መዋእልና ምሉእ ሕማቅ ታሪኽ ናይ ኩናት እምበር ሓቢርና ዝገበርናዮ ዘሕብን ነገር የብልናን ማለትዩ ተስፋ እገብር ዝሓዱሽ ዓመት ኩናት ወዲ ኩናት ኣጥፊኡ ሰላም ዘምጽእ ክገብረልና ማለትዩ ንኢትዮጵያውያን እንቋዕ ሓጎሰኩም ምባል ግን ኣይ ትረስዑ ኢኹም ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። ሕጂ ንጉጅለ ዓሰርተ ሓሙሽተ ክትርስዕዎም ኢኹም ትጽዕሩ ዘለኹም። ፈጺምና ኣይክንርስዖምን ኢና። ዜጋታትና ኣይክንርስዕን ኢና። ሰብ ክእሰር ከሎ ስቕ ስለ ዝበልና ኢና ኣብዚ በጺሕና። ድሕሪ ሕጂ ከምኡ ኣይንገብርን ኢና። ማንም ሰብ ክዕመጽ ከሎ ደው ክንብል ኢና መር ኣነ እኮ ጉጅለ ዓሰርተ ሓሙሽተ እኮ ኣቦይ እኮ ኣባሎም ኣይኮነን ንምንታይ ንዛረብ ኣብ ጉድጓድ ደለዉ ቦታትና ኣውፅዎም ኣበይ እቲኹሞም ከተምፅዎም ኢኹም ክርስዑ ደሊኹሞም ኩሉ ዝገበርኩሞ ክርስዕ ደሊኹሞ ኣይረሳዕናዮም ትብል ደርፊ ኤዲት እንዳገበርና ዘለኣለም ክንዝክረኩም ኢና ትላገፁ ኣለኹም ኣበይ የእቲኹሞ ጴጥሮስ ሰሎሙን ኣቦና ደን ዝኣሰርኩሞም ኣበይ እቲኹሞም ኣበይ እቲኹሞም ኣበይ ጌርኩሞም ኣምፅዎም ሰናይት ደበሳ ያበይ ኣላ ተኣሲሮም ብህይወት ድዮም ደለዉ ሞይቶም ድዮም ንህዝቢ ኤርትራ ንገርዎ ብዘይ ሃይለ ወልደ ትንሳኤ ድሩዕ ህዝባዊ ግንባር ኣይምነበረትን ነይራ ብዘይ ጴጥሮስ ሰሎሙን ብዘይ ዕቁበ ብርሃ ኣርባዕተ ኣሕዋቱ ዘሰውአ ብዘይ እዚኦም ታሪክ ህዝባዊ ግንባር ጎደሎ እዩ ትላገጽ ኣለኻ ክድመር ደሊኻ ክድመር ምስ ኢትዮጵያ እንድድሽ ክትብል ዲኻ ነዚኦም ከተጥፍእ ብዘይ መስፍን ሓጎስ ዝባሓል ናደው እዚ የለን ንመስፍን ሓጎስ ከይዘከርካ ተብዕሎ ናደው እዚ የለን መስፍን ሓጎስ ካብ ታሪክ ኣውጺኹሞ ኣብ ኤረ ቲቪ መስፍን ሓጎስ ኣምጺኹሞ ይትፈልጡን ኣብ ኤረ ቲቪ ጴጥሮስ ኣምጺኹሞ ይትፈልጡን ሸሪፎ ኣምጺኹሞ ይትፈልጡን ድሩዕ ኣምጺኹሞ ይትፈልጡን ኣይትፈልጡን ኢኹም ዕቑበ ብርሃ ዘፍረሶ ግንባራት ኣምጺኹሞ ይትፈልጡን ኢኹም ቢትወደድ ኣብርሃ ኣሲርኩሞ ኣበይ ኣሎ ቢትወደድ ኣብርሃ ኣምጽኦ ቢትወደድ ኣብርሃ ደቆም ኣዘኽቲምኩም ኣበይ ኣሎ ቢትወደድ ኣብርሃ ኣምጽኦ እንታይ ትጸበይ ኣለኹም ቶዲራ ነገር እንታይ ትዛረብ ኣለኻ ኣብ ውሽጢ ሃገር ኮይና ኢና ንካታዓካ ዘለና ንሕና ኤርትራውያን ኢና ንሓቂ ከዓ ክንስየፈላ ኢና ኣብ ኣብ ጎዳጉዲ ዘለው ኣቦታትና ገዲፍና እሽሩሩ ኣይንብልን ኢና ንሕና እ? ቢትወደድ ኣብ እሱር ቤት ንሕና ኣብ ጎደና ሓርነት ከምኡ ዝበሃል ነገር የለን ልክዕ ኣብታ ዕላማ ስዋኣትና ኢና ዘለና ኩላትና ማዕረ ንነብረላ ሃገር ንፍጠር ዝተኣስሩ ዜጋታት ናይዛ ሃገር ኣለዉ። ኣበይ ኣለዉ? ኣቦኻ እኮ እንተዝኣቱ ኣዴኻ እኮ እንተትኣቱ እንታይ ምተሰማዓካ? ወያነ ምባል ኣይጠቅምን እዩ። እዛ ዘይትጠቅም ወያነ ሰላሳን ክልተን ዓመት ክትሓፍሩ ይግባኣኩም። ክትሓፍሩ ይግባኣኩም። ኤጥሎም እንተዝህሉ ከማን ከምዚ ምኾንኩም እኔርኩም። ብጾትኩም ተዝህልዉ ከማን ከምዚ ምገበርኩም እኔርኩም። ወያነ ሰላሳን ክልተን ዓመት ንኹሉ ህዝቢ ኤርትራ ወያነ ኢልኩሞ። ንኹሉ ወያነስ ነዚ ኩሉ ህዝቢ ኤርትራ ዓሲባቶ ነዚ ክትገብር ትኽእል ተኾይና እሞ በቃ ኢድኩምን እግርኹምን ኣኪብኩም ስገዱላ ስገዱላ እንታይ ትብሉና ኣለኹም ንዓና ንሕና ኣይንፈልጣን ኢና ንወያነ ወያነ ንስኹም ትፈልጥዋን እስኹም ኢኹም ምስ ወያነ ኮንኩም ሽርክነት ድፈ- ድፈጠርኩም እስኹም ኢኹም ተዓዳዲምኩም ኩሉ ትገብሩ ነርኩም ንሕና እንታይ ንፈልጥ እንታይ ዶ ንፈልጥ ንሕና ክልቲኹም ውድባት እንታይ ንፈልጥ ንሕና ኣይንፈልጥን ኢና ወያነ ረኺብና ኣይንፈልጥን ንሕና ደቂ 25 ዓመት ኣየርክ ዕድሜና እውን ኣየፍቅደልና ምስ ወያነ ዝሰርሑ ዝነበሩ እዮም ዝመርሑኻ ዘለዉ ኪድ ንዕኦም ኬድካ ሕተቶም ታንኪ ወያነ ዝተሰቕሉ እዮም ዝመርሑኻ ዘለዉ እወ ወያነ ኢና ዝበሉ ሓቑፍካ ኢኻ ትዛረብ ዘለኻ ንመን ኢኻ ወያነ ትብሎ ወያ ኣዋልድ እንታይ እዩ ጸገምክን? ጸገም ኣለክን ጸገምክን ዶ ክነግረክን? ናይ ደገ ክትፈትዋ መዓት ኢኽን ብእውነት ዋ ኣቱም ሰባት ኩለን ናይ ደገ ፈትዋ ኮይነንሲ ፅባሕ ንጎ ንዓና መን ኢኹም ርዓወና ብብኡለን ካናዳ ከዳ ኣለዋ ካናዳ ከይደን ብብለእንሲ ኣነስ መን ምርዓወኒ ኣይትገ ኣይ እቲ ገሮሙ እዚ እንታይ እስከ ብስእሊ ርኤን እየን ከኣ ዘፍቅራ ክሓምቃ ንጆ ኣነ ሕጂ ከምዚ ትርእዩ እንደለኹም ከም ስርእዩ እንደለኹም ብኣካል ቁሩብ ክፍእ ኢለ እንደ ይርዳእኒ እዩ ኣብ ስእሊ ግን መጸለል ከምቲ ዘየለ ኣብ ዓለም እየ ብኡነት ሕጂ ተዘብል ነረ ተዚ ተዝርግሕ ነረ ፖስት ተዝገብር ነረ ብሙልኣት ክናብ ዘለኽን ንፍቕሪ መሓተት ክናን ነርክ ሕጂ እውን እንድሕር ደሊኽናኒ ሕጂ እውን እንድሕር ደሊኽናኒ ቁጥር ተሌፎነይ ኣብዚኣ ተሓቲ ትብላ ፍርቱ ኣብዚኣ ተሓቲ ገርፈልክን ብዝኾነ ኣነ ዓሰርተ ሸውዓተ ኣዋልድ ንፍቕሪ ክሓተን ተበጊሰ። ዓሰርተ ሸውዓተ ኣዋልድ እተን ሸሞንተ ከይሓተትክወን ከለኹ ክሓተን ኢለ ተሌፎን ምስ ደወልኩ ከይደን ሰሚዐ። ተጠሊበን ንካናዳ ወሲዶመን ዓዲ ገሊኦም ሸሞንተ ኢልናየን ምጆ ዓሰርተ ሸውዓተ ኣለዋ። እተን መጀካ እታ ሓንቲ ካብተን ተረፍ ከኣ ምስ ከትክወን ምስ ከትክወን ኣብቲ ዕላል እናዕለልና ከለና እንታይ ኮይነን ናይ ምኻድ መደብ ጸኒሕወን ሓንቲ ሓንቲ ጥዕይቲ ተስፋ ዶ ኣለዋ ረኺበ ቤት ትምህርቲ ሰንበት እያ ትሕትና ኣለዋ ብጣዕሚ ትሕትና ኣለዋ ተስፋ ምስ ረኸብኩ ነዚኣ ክሓታ ኣለኒ ገለ ኢለ ወዲኤ ይኸደልኩም ቦታ ቆጸራ ከይደ ኣይትገረሙ ክትመጽእ ከላ ተትሪእዋ ሓጺር ድረስ እንድያ ጌራ ድንን እንተኢልካሲ እንታይ ከም ደሎ ሕብርስ እቲ ቦታ እንታይ ዲኹም ትብሎ እሱ ክትሪኦ ትኽእል ኢኻ ብሓቂ እዚ ኸ እዚ እዚ እዚ ከምቲ ንሕብዮ ወዳት ክፍት ኢሉ ቁሩብ ቁሩብ ክፍት ኢሉስ መጸለል በቃ

ወርቁ።
ካቲም ይብን እንድዩ ምስ ዕንቁ። ኣሎ ካልእ።
መን ኣሎ።
ካሕሳይ።
ጽልኢ ደለካ'ዩ ምሳይ። ተባዕ ሰናይ በብመዓልቱ ቁጽርና።
ክላተ ሃገረ ሰብ ከምኡ ኢልካ'ዩ ገንዘብ ዝእክብ። ተባዕ ሰናይ በብመዓልቱ ቁጽርና።
ክላተ ሃገረ። መን እያ እስኺ ትፈትውያ ተዋሳኢት?

ተጸልለን ኣነ ስራሕ ክደሊ ከለኹ መጀመርታ ክንደይ ሰብ እዩ ወቒዑ ግን ተጸልለን ሳላ ዝተጸመምኩ ፍረ ጻማይ ረኺቡ ዲሪሲትን ሰሚዐኩም ሰሚዐኩም ኣይልሲ ኣይልሲ
እንጂ እ፣ እ፣ ጸገም ኣሎ ጸገም የለ ሽግር የለ ስራሕ ጥራይ ትኹኑ

ኩሉ ግዜ ፍቅሪ ዝህበኒ ጎይታይ ናበልኩ እግሩ ናሰዓምኩ ኮነ ባባባባ ኣቲ ቤብ ብጣዕሚ በዲልክኒ ቤብ ኣነ ትጠልምኒ ዘይመስለኒ ነይሩ ጠላምኽ ግን ቤብ ከምዚ ጌርኪ ትጠልምኒ ይመስለኒ እዚ ኩሉ ብውሽጢን ገለን ተራዳዲእናስ ኣብዚ መፂኺ ካልእ ሰብኣይ ትደልይ ኣለኺ ያ ቤብ ያዕኽ ትብድልና ኣለኺ ያዕኽ ያ ልብና ትሰብሪ ኣለኺ ያ ልክዕ ከምዚ ናይ እግሪ ጎማ ናይ ትራክተር ጌርኪ ጥዋዕ ተብልየ ኣለኺ ያ ቤብ ምሽ ኣነ ኩሉ ክኾነልኪ ኢለኪ ድንግል እየ ዘልኽልክኒ ጠዋሪ ቆሪምናን ገለን ከምቲ ትደልዮ ክኾነልኪ እየ ምሽ ኢለኪ በቃ ሲ ቤብ ኣነን ስኽን ዘይንፈልጦ ዓለም ክርኢ ኢና ኣቋርፅዮ ኣቋርፅዮ ብ ላይፍ ኣቲኺ ሰብ ኣይትበሊ ኔብል እዮ ተራደዲና ኢና ኣነስኽን ቃል ተኣታቲና ኢና ቃል ከቢድ እዩ ቤብ ግደፊ ብፍላይ እዛ ቃል ከባድ እያ ኢሎም ቃል ኣቲና ኢና ኒብል እዩ ባዕ ዘይትሙት ቤብ ኣቋርፅ እያ
ዑሩማት ጌር ዑሩማ ኣማኹርና ባይለና ኣታታይና ክንገብር ኣወዳት ናይ ሎሚ ግን ኣብ ፈተና ጽኑዓት ኣይኮንኩም ቀልጢፍኩም ኢኹም ተስፋ ትቆርጹ ንጌጋታትኩም ብዘረባ ኢኹም ክትሽፍንዎ ትፍትኑ ኣይትሓዙለይ ደኣ እምበር ኣብ ጓልን ዘረባን ኢኹም ንፉዓት። እዋ ኣረ
ማዕረ ክንድኡ ዲኺ ቀኒዕክን እንታይ ደኣ ከብለይ እሞ ከምኡ ይትበል ኣረ እዚ እኳ ክኢልናዮ እንታይ ድና ንሕልፍ ዘለና ወጣጥ ዝበዝሖ ዘመን ናይ ኣቦኡ ኣዲኡ ሓፍቱ ሓዉ ኣዝማዱ ናይ ኩሉ ሰብ ኣደራዕን ጾርን ተሰኪሙ ግን ከዓ ፈፂሙ ራዕ ዘይበለ ሰብ ኣሎ
ስለ ቅባላ በቶም ውሑዳት እየ እኮ ዝዛረብ ዘለኹ
ኮፍ ኢልካ ክዛረብ ጸላም ሰባት ይዕዘቡና እዮም ዘለዉ። ምሳኺ ደሓን ግዜኻ ክንጽበ እዩ። ሰሙ ሕጂ ከመይ ኣለኺ? ደሓን እየ ኣምላኽ ይመስገን።
ክርእየኪ ኢለ እኮ ባጽዕ ከይደ ነይረ። እወ ሰሚራ ሓብተይ ነጊራትኒ፣ ግን ዕዳ ከም ዘለኒ ኢኻ ነጊርካያ።

ኣቲ ጓል ምሳኺ ተዛረብኩ ክትፈልጢ ንሳ ናተይ እያ ስለዚ ጣልቃ ኣይትእተዊ ሳሙ ንኺድ ሳውል ኣይረኣየካን ድዩ ዘሎ ኣይትዝክረካን እያ ኣይትፈልጠካን እያ ብዘይ ድላይ ሕዝክያ ትኪድ ማለት እዩ እሞ ንስኹም ኢኹም ከብዘይ ጉዳይኩም ትኣትዉ ዘለኹም ሰሙ ገዛይ ገዛብ እዩ ካብ ኮሌጅ ክትመፅእ ከለኺ ተዕርፍሉ ዝነበርኪ ካብ ባፅዕ ክትመፅእ ከለኺ ተዕርፍሉ ዝነበርኪ ገዛ እዩ ነዚ ኣይትእመነ ሓቅኻ እኮ ክትከውን ትኽእል ኢኻ ግን ዕድል ሃበኒ ዘኪረ ክፈርድ ንሕጂ ክኣምኖም ዝኽእል ሰባት እዚኦም እዮም። ሎሚ ከማን ግድን ክረኽባ ኣለኒ ኢልካ ስለ ዘሸገርካ ዘይሰምዖ ኢለ ደውሉለይ ኢለያ። ሰሙ እዚ ንስኺ ትብልዮ እዩ፣ ብፍላጥ ስለ ዘይኮነ ከኣ ኣይሕዘልክን'የ። ኣነ ክገብሮ ዘለኒ ግን ኣብ ጎንኺ ምህላው ጥራሕ እዩ። ካብ ማንም ሰብ ንላዕሊ ንዓይ ትቐርቢ። ሳውል ከም ቀደም ዘላ ድዩ ዝመስለካ ዘሎ? ዓፊንካ ከም ዘይዛረብ ክትገብራ መን ይቐርባ መን የድልያ ከኣ ንሳ እያ ትፈልጥ።
መን ኢኻ ሰ ኣሎ በሃሊ ሽምካ ይሓተትኩኻ እንታይነትካ እየ ዝሓተካ ኣለኹ እሱ ይምልከተካ ድምፃካ ጥራይ ግበር ኣብቲ ምሳት ትዕግሳ ይትፈታተኑ ኣለኹ እንታይነትካ ክፈልጦ ግዴታ እዩ ምክንያቱ ኣብ ጥቓ ዘፍቅራ ጓል ኢኻ ዘለኻ ስማዕኒ ሳውል ሕጂ ክሕስበካ ዘለዎ ትዝክረኒ ዶ ኣይትዝክረኒ ዝብል እዩ ምክንያቱ ክልቲኡ ሕማቕ ስለ ዝኾነ ንዓኻ እሞ ናብቲ ክትዝክረኒ ትኽእለሉ ቦታ ክወስዳኩ እየ ዝብለኩም ዘለኹ። እዛ ሰብ እኮ ዝኽራ ጠፊኡ ኢኻ ተባሂልካ መመዛዘኒ ኣይኮነን። ግን ደሓን ጠባቢርካ ክትወፀልካ እንዲኻ መፂኻ ፈትን ኣነ ንሃና ርሓቕ ክንብለልካ ኢና። ግን ዝኾነ ምፍርራሕ ወይ ሓይሊ ምጥቃም እንድሕር ፈቲንካ እንታይ ከምዝመፀካ ትፈልጥ ኢኻ።

ኣታ ኣፍ መጉዲ ኣመንዝራ መጀመርያ ኣብ ባጽዕ ኢኪ ትሽርሙጢ ኔርኪ። እንተ ሾርሞጥኩ ኣብ መንጎ ክልተ እግረይ ደሎ ናተይ እምበር ካልእ ሰብ ኣይውንንን እዩ። እንተ ሸርሞጥኩ ብናተይ እምበር ብናትኪ መኣስ ኮይኑ እንታይ ይምልከተኪ ዝብለክላ ኣብዚኣስ ምስ ኣለኩ ሓቀይ ኣይምልከተክን እዩ እንተ ደቀሰት ብናታ እምበር ብናትኪ እይኮነትን ትልቃሕ ስለዚ ቀጽሊ ንዘዝምልከተና ንጻረፍ ኣይትደንጉዪ ነዳዳርያ ቀጽሊ። ቆርቦታም ኤርትራውያን ንዓኺ መዓረይ ተለኩ ቀርቡኺ ኣይቀርቡኹን እዮም። ኣወዳት ኤድራውያንሲ ንዓኺ ኣይቆርቡኹን እዮም ባዕልኺ እኺ ትልምኒ እዮም ደድሕሮኦም ትኸዲ ፈኮስ ፈኮስ ትብሊ እምበር ኣወዳት ንዓኽስ ኣይቆርቡኹን እዮም ትብለክላ ሃብያ ቀጽሊ በቢ ይብረ በቢ ይብረ ንዓይ ወዲ ተባዕታይ ለሚኑ ውለድለይ ተመርዓውኒ ዝብለኒ እምበር ኣነ ዝልምኖ ሰብኣይ የለን። ባዕሎም ደድሕረይ መጽዮም ይልሙንኒ እምበር ኣነ ዝልምኖ ወዲ የብለይን ኣንቲ ጉማረ ኢላትኪ ቀጽሊ ቀጽሊ ቀጽሊ ሞኒካይ ሳሕሊ።

እዚ ሻላ ትባሃል ከኣ ሸሎው በል ሸሎው በል ሸሎው በል ዘይኮን ዘረባ ምሳይ ትዛረቦ ቅድሚ ሕጂ ልሒሰያልካ ብዙሕ ነገራት ተዛሪብካ ክንሱ ወዲ መልሓሲ ሒዙ ክንዲ ስተር ልሒሰያ ብል ሓሳዊ ስዲ ኣብ ካልኦም ተላሚዶም ዝመፁን ኣባይ መፂኦም እንታይ ዝበሃል ንዓኮ ዳውንኩ ክትገብሩኒ ክንደይ ኢኹም ፈቲንኩም ኣይኮነልኩምን ግን

ኣብ ዓራት ከመይ ኢኺ? ኣነ ኣይፈልጦን እየ እዚ ጉዳይ እዚ ዓራት ወዲ ዓራት ኣነ መልሓሰይ ጥራያ መጅኑና ኣይፈልጦን እየ እዚ ዓራት ወዲ ዓራት ሓሪፍ ኣይኮንኩን ኣነ ፋራ ዝፈልጦ ጉዳይ የብለይን ኣነ ክዳነይ ቀይረ ጥራይ ዝኸይድ ጫማይ ቀይረ ይኸይድ ነፍሰይ ኣጻራርየ ዝኸይድ ጽፍሪ ይገብር ማርያምን ባት ሰብ ሽዑኡ ማዕኮርካ ጥብካ ከምዚ ምስ ርኣየካ ብዙሕ ካብ ክልተ ሰበይ ሰብኣይ ክትበልዕ ጸኒሓ ሰልዲ ካብ ደገ ዘለዉ ኣብ ደገ ዘሎ ረኢሞ ረኢሞ እቲ ጉድና እዛ ጓለይ እቲ ነቲ ምሳኻ ኣለኹ ትብሎ ነቲ ምሳኻ ኣለኹ ትብሎ
ሕጂ እቲ ሓደ ንሓሙስ ቆጺርዋ ክወስዳ ክጠልባ ሰልዲ መዝሚዛቶም እያ እዛ ጓለይ እቲ ጉድና እሞ ረኢዮ ሕጂ

ሰበይቲ እተኸደት ሰበይቲ ትመጽእ። ብዓንተብኡ ኣቦኻን ኣዴኻን ዘየምጹልካ መኣስ ሰበይቲ ትኸውን? ንዓናይ! እህ! ኢሉ ንገዝኡ ተመሊሱ። ትማል እዛ ፍልሰታ እወ!
ካብ ጓል ዓደን ርእየን ጠሚተን ሰዲደናሉ ሰበይቲ ሓቚፉ። ደሓን እንቋዕ ኣምላኽ ፈጢሩ እንቋዕ ከኣ ኣምላኽ ኣሕሊፉ ፈጠረሉ። እንቋዕ ተኻሕሰ! እወ!
እታ ሓንቲ ከኣ እንታይ በለትኒ? እወ! ክልተ ወሊዶም ጽቡቅ እዮም ነይሮም ክልተ ወሊዶም ሳልሳይ ጠኒሳ ሕረ ሓደን ክልተን ሓደን ክልተን ኣብ ዘሎ እንድዩ ኣብ ዓለም ዘሎ ሓደን ክልተን ተባሃሉ እዚ ጠኒሰዮ ዘለኹ እኮይ ናትካ እንድዩ
እዚ ከይሰብረና እንዶ ኣይሰብረና እንዶ ኣፋ መሊኣኹም ኢላቶ በቃ
ንሓብተ ንሰይቲ ሓወይሲ
ወዲ ሓዋ ኢላ ሃብናሃ እዚኣ እንተይተሓወስ ወዲ ደገ ድዩ ድቅመጥ? ደገ እዮም ኩሎም ዋላ እዘን ዝብላኒ ዘለዋ ደገ እየን ኣበይ ኢኽነ ኣበይ ኢኽን ከመይ ኢኽን ግዲ ኣይበልኩን እወ ኣብ ደገ እየን
ደሓር ክልቲኦም ጠፊኦም ተቃቲሎም እህ ቀቲልዋ ቀቲሉ ነብሱ ቀቲሉ ወይ ካብዚ ከም ዝሰውር እዚ ከየዛርብ እንዶ
እዚ ከየፅርፍ እንዶ እዚ ከየንእስ እንዶ እዛ ጓለይ እዚ ክልተ ስጋ ምብላዕ እኮ እዩ እዚ እዚ ክርከብ ዶ እዚ ከየጽርፈና ዶ ካብ ክልተ ሰብኣይ ክትበልዕ ጸኒሕካ
እዋይ ናብ በዓል ሓሙስ ገዲፍካ ናብ በዓል ሰሉስ ትኣቱ ሰብኣይ ከምኡ ዝገበረ ኣሎ እንዶ ንዓ ገዲፉ ካልእ ዝምርዖ ዊን ኣሎ እንድዩ ዘየሎ ኣይከነን ነገር ናይ ኣዴና ስለ ዘይኮነ ጓል ኣንስተይቲ የጽርፈና ኣሎ በለይ እዙይ ክትሰምዕ ኮለኻ ይዛረብ። ውሉድ ትውልድና ይርኣ ይንርኣዮ ይሰውረና ካብዚ ከምዚ። እወ ሳጓ እቲኤን ሰለስቲኤን ከምኡ ኢለና ን ካብ ክፉእ ይሰውረና ኢልና።

እንታይ እዩ ናዓካ ኣታ ወዲትኒ ማዓርገይ ኣታ ምስ ዓርቃ ዝወደኣ ዝኸፈልካያ ከማን ሕርር እንዳበለኒ ማዓንጣይ ዳኣ ክኸፍለልካ ዳኣ ምስ ከፈልኩልካ ዶ ክሕነቅ ኮይነ ስቅ ኢለ ገመድ ዶ ክሰቅል ኮይነ። ብደቦ ብዛዕባ እዚ መግቢ ክልተ ጣይታ ብታሕቲ ክልተ ጣይታ ክልተ ፍትፍት ቅጫ ብላዕሊ ዘይኮነሲ ኣብ ገዛይ ጨሪመ መጺኣ ከማን ሜረት ዘይራትኒ ሜረት ዕግርግር ኢላትኒ ኢለ ከማንሲ ከም ሰብ ከማን ኣይተገደስካለይን ዳሓን ኢልካ ከማን ሓተትካለይ ንክትመው ክመውት ወይኒ ኣብ ካልእ ንክወድቅ ከማን ይዓል ትምኒትካ ድሌትካ ነሩ ማለት እዩ እንታይ ትርቃኒ እንታይ ጌርካ እንታይ ወዲካ ኣሎ ዕንዙ ኣነ ክትመውት ክፈርደካ እንታይ ጌርካኒ። ዋእ ስማዓኒ ካብ ንላዕሊ ፍርዲ ደሊካ ትፈርደኒ ደለካ ምክንያቱ ኣነ ክንዲ ሰብ ዳኣ ኮንኩ ንዓይ ትመስል ጋል ሄዋን ተረዲእካ ዘይተርፈኒ ዋዓይ ክህልወኒ ይክእል እዩ ኣነ ውዕይቲ ኮይነ ሰበይተይ ዝሕል ተኮይና ንዓይ ከተዝሕለኒ ከተረጋጋኣኒ ትክእል እያ ኩሉ ሰብ ውዕይ ኮይኑ ከረዳኣካ ሓዳሩ ድርስዕ መናባብሩ ድርስዕ መጻኢ ድርስዕ ሂወቱ ዘይፈልጥ ሰብ ኣይኮነን ኩሉ ሰብ ነናቱ ሂወት ኣለዎ ኣነ ተጠማዕ ኣንድ ብላይፍ እንታይ እየ ደይብ እንታይ ኢካ ኩሉ ሰብ ነናቱ ኣለዎ ኣብ ዘሎ ኩሉ ነናቱ ሂወት ኣለዎ ማለት እዩ ጊን ሂወት ሂወት እያ ዘይተርፍ ሂወት ሓንቲ ኣላትና ኣብ ዓለም ኣነ ዘይርሳዓ ማለት እዩ ኣብ ዓለም ከለኩ ኣነ ሓንቲ ዘይተርፍ ንዓካ ትመስል ሄዋን ተረዳእካ ውዒልካ ሓድርካ እዚኣ ኣትተርፍን እያ ናይ መወዳእታ ማለት እዩ ንስኻ እመን ክሓትብለካ ኣለኹ ሓንቲ ንዓኻ ትምልከቲ ግድን እያ እዚኣ ክትሕዛ ኢኻ ፈቲኻ ጸሊእኻ ማለት መዋእልካ ጨሪምካ መዋእልካ ዓንዲርካ ሸሩሚትካ ሓንቲ መዓልቲ ግን ግድን ኢኻ በቃ እንተ ብስድራኻ እንተ ብሕዋትካ እንተ ባዕልኻ ሓሲብካ ክትኣትዋ ኢኻ ግድን ኢኻ ወላ እዛ ብዓለም ንምንታይ ትነብር ኣነ ንስኻን ብሬክ ዶ ንውጻእ ኖ ኖ ብሬክ ኣነ ጽባእ ኣለኹ ብሬክ ኣይድልየኒ ወደ
ኣደ ሓፍተይ ቴረ ቴ ቴለግራም ዝበሃል ሰ ኣለኩ ዶ ኢሉኒ ዋይ ቴለግራም ደኣኖ እንታይ ቴለግራም ቴለግራም ዝበሃል ኣሎ ከምኡስ ኣለኩ ዶ ኢሉኒ ዋይ ወሪድኒ የብለይን ኣነሲ ዋሳብ ይደለኒ ዋይ ቴለግራም ዝበሃል ጉድ ኣሎ ኣብኡስ ወዲ ረዛንን ሓደ ከኣ ኣሎ መን ዝበለዎ ዲባ ዚጋር ዲባ ዚጋር ዝበሃል ዲባ ዚጋር ዝበሃል ድዕሊ ሓደ ከ ኣሎ ሊንክ ሸጡ ንሕድሕዶምስ በንበሳ ብገለስ ኣብቲ ቲክቶክሲ ሊንክ ይሸጡ ሊንክ ይሸጥዎ ናይ ናይ ኣዋልድ ንብረት ናይ ኣምሓሩ ኣሎ ናይ ገሎ ኣሎ ናይዞም ቁርሓት ናትና ኣሎ ገለመለ ብለኒ እንታይ ሞ ፀገም ኣለዎ ኢልያ ንኻ ኣነስ ናይ ጓል ኣንስተይቲ ናይ ኩስቶ ከለካ ዶ ሽጠለይ ናይ ኩስቶ ከለካ ዶ ሽጠለይ ናበል በሽማት እንዳፀውዑስ ይሸጥዎ ኢልን እንታይ ኣጋዝኣካ ኣንበሳታት እንታይ ጋዝኣካ ጎግል ግብራ ኣቢልካ ቫጃይና ኢልካ ጎግል ጌርካ ጎግል ኣሎ እንዶ ክንዲ ባሕሪ ኤርትራ ድከውን ክንዲ ኣባይ ግድብ ድከውን ኣለካ እንዶ ኣብ ጎግል ቅርሺ ከይከፈልካ እንታይ ዓይነት ሕስረት እዩ እዚ እንታይ ዓይነት ሕስረት እዩ እዚ ነዲኻ ዘይትሰደላት ኣንበሳ ገዚእካ ከምኡ ትገዝኡ ተብሎ ነዴኻ ንቡን ዘይትሰድላ ዓሰርተ ኪሎ ጣፍ ዘይትገዝእላ ነዴኻ ገሪምኒ ኣነ ኣነ እኮ ገሪም ሓሪረ እኳ መሓሪት ሓፍት ጻሊ ቪድዮ ንራኸብ ዳሕና ኩኑለይ ሰላም ቐኑለይ ላይክ ዘይገበርኩም ላይክ ግበሩ ፒስ